ሽማግለ ሰዲዱ ስለ ዝኣበየቶ ወይ ከኣ ንሓዳር ሓቲትዋ ስለ ዝኣበየቶ ብጥይት ሽዱሽተ ግዜ ሃሪምዋ ማለት እዩ። ሰላም ከመይ ትኾኑ ጋይስ ካብ ፊሊን ሎማዓንትኻ ንዓኹም መገድስ እዩ ዝበልናዮ ዝተፈላለዩ ቪድዮታት ከምኡውን ሓበሬታ ኣትሒዝና መጺና ኣለና ስለዚ ሳብ መወዳእታ ምሳይ ጽንሑ ሓደሽቲ ሕር ኪንኩም ሳብስክራይብ ኣይትረስዑ ላይክ ኣይትረስዑ let's go Chip, chip, o cafiri.
ኤርትራ ደርፊ መልእ መንከ ደሪፍዋ ነታ ሕቶ? ደርፊ ምልእ መንከ ደሪፍዋ? ኤርትራ
ከም ተኣምር ናይ ናጽነት። ከም ተኣምር ናይ ናጽነት
ከም መን ከም ዝደረፋ ኣረዲ ፍሉጥ እዩ ኣብዚ ብርሃም ኣፈወርቂ ተገይርሉ ኣሎ ስእሊ ስለዚ ብርሃም ኣፈወርቂ እዩ ደሪፍዋ እታ መመላእታ ግን ከም ተኣምር ናይ ናጽነት ቅያ ልምዓት ከም ትዕወት ተኣማሚኒ ኣብርሃም ኣፎርቂ።
ቀጽላ ሐራይ ኣብርሃም ተኾይኑሲ ኤርትራ ከም ተኣምር ናይ እ ቅያ ሓርነት ቅያ ሓርነት ቅያ ሓርነት ከም ትዕወት ተኣማሚነ ቅያ ልምዓት እዩ። ንዕርያ

ሕጂ ጅቡቲ ሶማል ኤርትራ እዚ ኢትዮጵያ ብዙሕ ዝመሳሰል ነገር ኣሎ ኩሉስ ዳርጋ ወላ እዚ በዓል የመን ገለ ካብ ቀይሕ ባሕሪ ሕልፍ ኢሉ እንተ ኩሉስ ኣጋጣሚ ሲ ከም ባህሊ ብዙሕ ዘፍረዮ ነገር ግዲ ዘይብልኩም ተጃሃራ እዩ ምሳሌ ሕጂ እንዳ ሱዳን ገለ መለ ክትምስሓ ብዙሕ ዘፍረዮ ስለ ዘይብሉ ኢለ እንድሕር ከይድካ ኣልሱዳን ኣሻዕበ ሱዳኒ ሱዳን ዝገበርናዮ ሱዳን ንእንግሊዝ ዘመ እንታይ መዓት እዩ ልክዕ ኢኻ የመን ተኸይድካ ከኣ ንሕና ጎቦታት ናህና ወርቂ እዩ ንሕና ሰብ ታሪኽ ሕጂ ግን ጀርመናዊ ጀርመናዊ ሕጂ ከመይ ዓድኹም እንተ ከምዚ ዓዲ ይብለካ እንድዒ ደኺሙ እዩ እንድዒ ቅድሚ ዘረባ ኣቑሑ ግድሰደልካ ኮይኑ ሕጂ መብዛሕ ኣቑሑ ተርእይካስ ኦረዲ እኹል እዩ እንታይ ከም ዝገብሩ ዓዶም ከመይ ከም ዝኾነ እዞም ፕሮዳክት ዘይገበና እዞም ዘየፍረና እዞም ዘየፍረና ኣዛብሲ መብዛሕት ጥራይ ነብስና ከነደዓዕስ ኢና ንነብር ኣባሓጎይ ዝገበሮ ኣሞይ ዝገበሮ ሃፀይ ድንግል ሃፀይ ገብርኤል ክንኪኤል ገለመለ የመን ተኸይድካ ከዓ ገለመለ ዘይድያ ከምዚ ገይሮም ቀደም ከምዚ ገይርና ዘበ ሕጂ ጥራይ ስፔክ እዩ ዝርኢ ህዝቢ ክንደይ ናይ ቀዳማይ ማኪና ምዝዋዘዛ ኢና
ሓቁ እኳ እዩ ናይ ጅግንነት ታሪክ እኮ ካብ ኣብ ኤሮጳ ናይ ኣፍሪቃ ብዝሕ ንሓደ ግብጻዊ እንተ ሓትካዮ ድቃስ ይኸልኣካ ኣልምስር ኣልፍርዖን ኣልገለ ኣልገለ ከምዚ ገለ ሽጉርቲ ነብቁል ኢና ገለ መለ መንገዲ ባቡር ብትሕቲ መሬት ኣለና ንዕ ባዕሎም ግዲ ዘይሰርሕዎ ኮይኑ ጀርመን ግን ጀርመናዊ እኮ እዩ ከመይ እዩ ዋላ ሓደ ጀርመን ከምዚ ዓዲ እዩ ኖርማል ዋላ እዚ እዚ ህዝቢ እዚ ከም እዚ ከማና እዩ ኣቑሑኡ ቅድሚ ዘረብኡ ስለ ዝሰደልካስ ኣይደክምን እዩ ንሕና ንሰዶ ስለ ዘይብልና ጥራይ ኣጆኺ ነብሰይ ክሓልፈልኪ ዝዓይነት'ዩ ዘረባ። የቐኔልና።
ካልእ ኣብዚ ሕጂ እዋን ኣዝዩ ዘተሓሳስበኒ ኣብዚ ሕጂ እዋን ኣዝዩ ዘገርመኒ ነገር እንድሕር ሃልዩ እንዳ ሓዘን እዩ እቲ ሓዘን ኣሰቢልኩም ኣለኹም ዲኹም ኣብዚ ሕጂ እዋን ሙሉእ ሙሉእ ተቐይሩ እዩ ዝኾነ እንዳ ጥንቀት ድዩ ወይ እንዳ መመረቕታ ወይ ሕፅር ዝበለት መርዓ ኣሎ ኢልካ ኢኻ ትሓስብ እዛ ቪድዮ እዚኣ ረእይዋ ትሪእዎ ኣለኹም ሸፍ ተዳልዩ በብዓይነቱ መግብታት ተዳልዩ እንታይ ይበሃል እንታይ ትብሉ እስከ ብዛዕባ እዚ ኣብዚ ሕጂ እዋን ሓዘን ከምዚ ዓይነት ልሙድ ኮይኑ ኣሎ ዝኾነ ኮይኑ መንግስተ ሰማያት የዋርሶ ንዝሞተ መንግስተ ሰማያት የዋርሶ
ኣብ ሆቴል ነይሩ እቲ መርዓ ሽዕኡ እስላማይ ክስታናይ ወዲ ቆላ ደጋ ትወድያ በዚሕዎ ስልማት ደጋጊምዋ እተን ሰልዲ ምስ በዝሖኦ ደጋጊምዋ ካብቶም ኣዕሩኽ ሓደ ሕጂ ሰልችዎ ሰሩ ብዛዕባ ሃይማኖት ወይ እምነት ክዘረብ ደልየ ኣይኮንኩን እታ ጆክ ግን ድይብ ኢሉ ብቲ እዝኑ ሕሹኽ ኢልዎ እዞም ገዛ እኮ ጀሆባ እዮም ኢልዎ እስላማይ ክርስታናይ እንተላይ ጀሆባ እዚ ንክስለም እዩ ብዕላማ ደይቡ ማለት እዩ እ? ነመይ ገይረ ብሃይማኖት ደረጃ ገንዘብ ይእክብ እዩ ሓሲቡ ጀባ ክርስትና ድየ ኣይኮነን እውን ኣይፈልጥን እዩ ባዕሉ ፈልጥ ኣብቲ ውሽጢ ኣቲና ኣይኮናን ንዛረብ ዘለና ኣብቶም ደረፍቲ ኢና ንዛረብ ዘለና።
ናብ ካልእ ኣዛራቢ ርእስቲ ናይዚ ሰሙንዚ ምስ ንኸይድ ኣብ ቢቢሲ ከም ጋዘጤኛ ኮይና ትሰርሕ ሓንቲ ኣቕራቢት ናይ ዜና ኣብዚ ሰሙንዚ ብቐጥታ ኣብ ዝመሓላለፍ ዝነበረ ቢቢሲ ቴሌቪዥን ብቢቢሲ ቴሌቪዥን ብቐጥታ ዝመሓላለፍ ኣብ ዝነበረሉ እዋን ማእክል ኢድ ኣብ ምውጻእ ኣዛራቢ ኣርእስቲ ፈጢራ ነይራ

ከም ሰምዕዋ ዘለኹም ንሓዳር ዝደለያ ና ሓንቲ ጓል ማለት እዩ ሽማግለ ሰዲዱ ስለ ዝኣበየቶ ወይ ከዓ ንሓዳር ሓቲትዋ ስለ ዝኣበየቶ ብጥይት ሽዱሽተ ግዜ ሃሪምዋ ማለት እዩ እሳ ኣይሞተትን ብሂወት ኣላ ግን ብሽዱሽተ ግዜ ብጥይት ሃሪምዋ ይበሃል ኣሎ። በአንድ ጠባብ ክፍል ውስጥ ነው በጥይት የተመታችው ነገር ግን ተርፋለች።

ብጠባብ ክፍሉስ ቢሮዋ ድረስ ገብቶ ኣጠገቡ ኣሎ ምተኩሶ። ኣብ ሓንቲ ጸባብ ገዛ ኢያ ኔራ ማለት ኢዩ። ኣብ ሓንቲ ጸባብ ገዛ ኮይኑ ኢዩ ኣብ ጥቓኣ ኮይኑ ዝሃርማ ኔሩ። ግን ህይወቱ ኣላለፈ። ጭንቅላቷ ላይ እና ጆሮ ግንዷ ላይ ከባድ እንግዲህ ጉዳት እንደደረሰባት ነው ኮማንደር ማርቆስ የነገሩን። ከዚህ ድርጊት ሰዎች እንዲታቀቡ ደግሞ በዚሁ አጋጣሚ ጥሪያቸውን አስተላልፈዋል። ኣዝዩ ዝገርም ነገር እዩ ብሽድሽተ ጥይት እሞ ከኣ ኣብ ጥቓኣ ኮይኑ ኣብ ሓንቲ ጸባብ ገዛ ኣብ ጥቓኣ ኮይኑ ብሽድሽተ ጥይት ተሃሪማ ክትድሕን ኮላ ፈጣሪ ትረፍ ኢልዋ እዩ እምበር ኣዝዩ ከቢድ እዩ ናቱ እውን ዝገርም ነገር እዩ ምክንያቱ ንመርዓ ሕራይ ስለ ዘይበልክኒ ጥራይ ብምባል ከም መዓር ክንዲዚ ሓደጋ ከውርደላ ምፈታኑ ከዓኒ ኣዝዩ ከቢድ እዩ ማለት እዩ ስለዚ እስከ ብዛዕባ እዚ እንታይ ትብሉ ስለዚ ጋይስ ሎማዓንቲ ዝበልናዮ ቪድዮ ዝመስል ነይሩ ሓደ ሽሕር ኪንኩም ሳብስክራይብ ኣይትረስዑ ሳብ ኔክስ ምርኸብ ፒስ